ኣምላኽ ኣብ መኣዲ ቃሉ ክንራኸብ መሊሱ ዕድል ስለ ዝሃበና ስሙ ብሩኽ ይኹን። ሓደ ሰብ ኣሎ ኣብዛ ዓዲሲ ኤልሳ ሓፍተይ እያ ትረኽቦ ዊንተር ክኸውን ከሎ እዚ ዓዲ እንታይ ዓይነት ዓዲ እዩ ቁሪ ወዲእና እኮ ይብል። ሳመር ክኸውን ከሎ ከኣ እንታይ ዓይነት ዓዲ ኢዩ ሃሩ ወዲእና እኮ ይብል ሕጂ ብኹሉ ኣመስግኑ ኢኹም ሀራይ ኣብ ህይወት ዊንተርን ሳመርን ኣሎ ንኣምላኽ ስብሓት ይኹኖ ተሃዊኹ ኣሎ መስለኒ ኣብ ደገ ጎዱፍ ክንበጽሕ በረኸት ሓወይ ኣብ ደገ ጎዱፍ ከምቲ ሃዋርያ ጳውሎስ ንኹሉ ከም ጉሓፍ ቆጽሮ ዝበለ ኩሉ እቲ ጽቡቕና ከይተረፈ ዲኹም ኣብኡ ከም ጉሓፍ ዝቆጸሮ ክሓስብ ከለኹሲ ኣነ ቢንያማዊ እየ እስራኤላዊ እየ ፈሪሳዊ እየ ብዙሕ ዝምክሓሉ ነገራትሲ ስለዚ ሓደ ደረጃ መንፈሳዊ ህይወት ኣሎ፣ ኩሉ እቲ ናህና ከም ጎሓፍ ንቆጽረሉ እሞ ኣብኡ ክንምሃሮ ኢና። ሎም መዓልቲ ግን ኣረጊት ደገ ኢና ክንምሃር። መጽሓፍ ቅዱስ ዝሓዝኩም ኣብ ሳልሳይ ምዕራፍ ፍቕዲ ሽዱሽተ እታ ጥቕሲ ክትረኽብዋ ኢኹም። ኣብ መጽሓፍ ንሄምያ ሳልሳይ ምዕራፍ ፍቕዲ ሽዱሽተ ሓሊፋ ከኣ መበል ዓሰርተው ክልተ ምዕራፍ ፍቕዲ ዕስራን ትሽዓተን ብቐጥታ እታ ኣረጊት ደገ ተጠቒሳ ኣላ። ኣረጊት ደገ ብምዕራብ ደገ ዓሳ ናብ ምዕራብ ገጹ ዝርኢ ደገ እዩ። እዚኤን ሰለስቲኤን ደጋ በጊዕ፣ ደጋ ዓሳ፣ ኣረጊት ደገ ኣብ ሰሜናዊ ክፋል ናይታ ከተማ እንድየን ነይረን። እታ ኣረጊት ደገ ግን ኣብ ሰሜን ከላስ ንምዕራብ እያ እትጥምት። እዚ ኣረጊት ደገ ካልእ ስም ከኣ ኣለዎ፣ ቀዳማይ ደገ ይበሃል እዩ። ቀዳማይ ደገ ይበሃል እዩ። እቲ ኣብ ግዝኣት ቱርኪ ኦቶማን ኢምፓየር ሓድሽ ደገ ወይ ኒው ጌት ዝበልዎ እዚ ደገ እዚ ከይኮነ ኣይተርፍን እዩ። ኣረጊት ደገ ከምቲ ዝበልክኹም ኣብ መጽሓፍ ነሄምያ ኣብ ክልተ ቦታ ተጠቒሱ ኣሎ ብቐጥታ ማለት እዩ። እቲ ቀዳማይ ደገ ዝብል ግን ኣብ ዘካርያስ መበል ዓሰርተው ኣርባዕተ ፍቕዲ ዓሰርተ ኢና ንረኽቦ። እቲ ትርጉም መጺእካ እንተ ርኢኻዮ ኩሉ ሓደ እዩ። ኣረጊት ደገን ቀዳማይ ደገንሲ ሓደ እዩ። ቅድሚ ኩሉ ዝቖመ ደገ ስለ ዝኾነ ካብቶም ዘለዉ ዝነውሐ ግዜ ስለ ዝገበረ ኣረጊት ደገ ይኸውን ማለት እዩ። ከረጋግጸልኩም ደኣ ኣይክእልን እየ እምበር ኣብ ኤርትራ እታ ብዙሓት ዓድታት ብኣኣ እተሰምያ ስም ሓድሽ ዓዲ ከይኮነት ኣይትተርፍን እያ። ዳርጋ ኣብ ነፍሲ ወከፍ ዞባ ክልተ ወይ ሰለስተ ዓድታት ሓድሽ ዓዲ ተሰምየን ኣለዋ። ኩሉ እቲ ድሒሩ እተደኮነ ዓዲ ስሙ እንታይ ድበሃል? ሓድሽ ዓዲ እዩ ዝበሃል። እቲ ኣቐዲሙ እተደኮነ ከኣ እንታይ ይኸውን ኣሎ ማለት እዩ? ኣረጊት ዓዲ። ልክዕ ከምኡ ድማ ኣቐዲሙ ስለ ዝተደኮነ እዩ ኣረጊት ተሰምዩ ዘሎ። ስለዚ ኣረጊት ደገ ተሰምዩ ዘሎ ኣቐዲሙ ስለ ዝቖመ እምበር ብላይ ስለ ዝኾነ ኣይኮነን፣ ምብላይ ኣይኮነን ዝነግር። ኣነ ወዲ ገዛ ማንዳ ሓበሻ እየ፣ ክንዲ ሰብ ነጊረኩም ኣለኹ። ኣብ ኣስመራ ግን ኣብቲ ጥቓና ሓደ ኣረገውቲ ገዛውቲ ዝቕመጥዎ ሰፈርሲ ሓድሽ ዓዲ እዩ ዝበሃል። ሓድሽ ዓዲ ትፈልጥዎ ዲኹም? ኣረገውቲ ገዛውቲ እዩ ዘለዎ። ኣረገውቲ ገዛውቲ ከለዎስ ሓድሽ ዓዲ ይበሃል። ስለዚ እቲ ሕቶ ሕቶ እንታይ ዓይነት ኣቕሓ እዩ እምበር ኣረጊት ብርእሱ ክፉእ ኣይኮነን ማለት እዩ። ምኽንያቱ ሓድሽ ብርእሱ ጽቡቕ ኮይኑ ኣይርኤናዮን። ሓድሽ ዓዲ እቲ ዝዓበኹሉ ገዛውቲሲ ኣረጊት ገዛውቲ እዩ ዘሎ። ግዚኡ ዝሓለፈ ዝበለየ ስለዝኾነ ዘየድሊ ኣረጊት ኣሎ። ግዜ ዝወሰደ ስለ ዝኾነ ከኣ ኣዚዩ ተደላዪ ኣረጊት ኣሎ። ገለ ክጠቅስ እየ፣ ተደላዪ ኣረጊት፣ ዝኣረገ ጸባ ይረግእ እሞ ጠስሚ ይወጽእ፣ ዝኣረገ ወይኒ ብዝተቐመጦ መጠን ዝጠዓመ ዝኸበረ ይኸውን፣ ዝኣረገ ሰብ፣ እቲ ብተመክሮ ዝለበመ እዩ። ዝኣረገ ሓዳር እቲ ዝጠዓመ እዩ። ከምቲ ሓደ ዝበሎ ሳእንኻን ሰበይትኻንሲ እናጠዓሙኻ እዮም ዝኸዱ ኢሉ። ኣብ ኪዳኖም ዝጸንዑ ሰብ ሓዳር ዝመቀረ ዝምድና ሓዳር ኣለዎም። እሱ ጥራይ ግን ኣይኮነን፣ ኣብ ቤተ መዘክር እተቐመጠ ናይ ቀደም ኣቕሓ ክብሪ ኣለዎ። ቅድሚ ክልተ ሰሙን ምስ ሓደ ዜና ይሰምዕ ነይረስ እዚ ኤሎን ሞስክ ዝበሃል ሃብታም ናይዛ ዓለም እዚኣ ንጆርጅ ዊሓሲ እቲ ኣፍሪቃዊ ተጻዋታይ ነታ ባሎንድዮር እተሸለማ ሽልማት ብክልተ ቢልየን ዶላር ክገዝኣስ ሃበኒ ኢልዎ። ጆርጅ ዊሓ ግን እንታይ ኢልዎ፣ ከለኹ ኣይህበካ ንደቀይ እውን ለበዋ ዝሓድገሎም እዚኣ እያ፣ ከይህቡኻ ምእንቲ ኢልዎ። ስለዚ ኣብ ቤተ መዘክርቲ ደኣ ተቐሚጡ ሓደ ነገር ዋግኡ ዝኣረገ ዝኸበረ እዩ ዝኸውን ማለት እዩ። ግን ዘይድለ ኣረጊት ከኣ ኣሎ። ግዜ ዝሓለፎ ዝኣረገ ስለ ዝኾነ ኣብ ናይ ሎሚ ህይወት ዘይተደላዪ ብዙሕ ነገራት ኣሎ። እቲ ኣረጊት ዝበሊ እንተደኣ ኮይኑስ ኣየድልን እዩ ማለት እዩ። ንኣብነት እተን ቀዳሞት መጓዓዝያ ብሃፋ እየን ዝኸዳ ነይረን። ባቡር ይኹና መኻይን። ሕጂ ጥር ትብል ብሃፋ ትኸይድ መኪና የላን። እዘን ሕጂ ዘለዋ መኻይን ኩለን ብቤንዚን እየን ዝኸዳ ዘለዋ፣ ብናፍታ እየን ዝኸዳ ዘለዋ። ሕጂ ግን ናይ ኤለክትሪክ መኪና ይመጻ ስለ ዘለዋ ድሕሪ ገለ ዓመታት ንብርያ ንበራ ክኾና እየን ማለት እዩ። ስለምንታይ እንተልኩምኒ እቲ ሓድሽ ቀረብ ዘየባኽንን ንኽትጥቀመሉ ቀሊልን እንተደኣ ኮይኑ፣ ነቲ ዝጸንሐ ዘይተደላየ ይገብሮ እዩ። ስለዚ ኣብዚ እንህቦ መዛዘሚ እንታይ እዩ? ስለ ዝኣረገ ዝድለ ኣሎ፣ ኣረጊት ስለ ዝኾነ ከኣ ዘይድለ ኣሎ እየ ዝብል ዘለኹ። ኣረጊት ደገ ከኣ ኣረጊት ደገ እዚ ብዛዕባኡ ንዛረብ ዘለና ኣቐዲሙ ዝቖመ ደገ እኳ እንተኾነ ሓደ ካብቶም ስለ ዝኣረጉ ዝድለዩ እዮም። ንምእታው ንምውጻእ ዘድሊ ደገ ስለ ዝኾነ ከኣ ተሓዲሱ ምእንቲ ከገልግል ኣብ ሳልሳይ ምዕራፍ ፍቕዲ ሽዱሽተ ከንብብ እያ ስምዑኒ። ዮያዳ ወዲ ፓሴሓን ሙሽላም ወዲ ቦሲድያን ከኣ ነቲ ኣረጊት ደገ ኣዐረይዎ፣ ልዳውቲ ኣጋጠሙሉ፣ መዓጹኡ ድማ ኣቖሙሉ፣ መርሖታቱን መሸጎሪታቱን ከኣ ገበሩሉ ይብል። ተሓዲሱ ከገልግል ምእንቲ ሓዲሰሞ ኣረጊት ስለ ዝኾነ ተደላዩ ነይሩ ማለት እዩ። ካብኡ ሓሊፈ እውን እንተ ኣንቢበልኩም ኣብ መዓልቲ ምቕዳስ እቲ መካበቢያ ተነዲቑ ተወዲኡሲ ኣብ መዓልቲ ምቕዳሱ ወይ ምፅምባል ምዝዛም እቲ ዕዮ ማለት እዩ እቶም ብሰሜን ዝቖሙ ካልኣይ ተራ መዘምራን ካብ ዝቖምሉ መቆሚ ሓደ ኣረጊት ደገ ኣገዳሲ እዩ ነይሩ። ኣብ ልዕሊ ደገ ኤፍሬምን ብልዕሊ እቲ ኣረጊት ደገን እቲ ደገ ዓሳን ብግምቢ ሃናንኤል ብግምቢ ኤማህ ክሳዕ ደገ ኣባጊዕ ከይዶም ድማ ኣብ ደገ ቤት ማእሰርቲ ቆሙ ይብል። ስለዚ ሓደ ካብቲ መዘምራን ኣብ ልዕሊኡ ኮይኖም ብእኡ ኣትዮም ብእኡ እናወጹ ንእግዚኣብሔር ዘመስግንሉ ዝነበሩ ደገ ከኣ ኮይኑ ኣብዚ ትምህርትና ደጊመ እብል ኣለኹ ዘድሊ ስለ ዝኾነ ዋላ እንተ ኣረገ ትጥቀመሉ ኣሎ ዘየድሊ ስለ ዝኾነ ግዜ ስለ ዝሓለፎ ስለ ዝበለየ ኸኣ ዘየድሊ ብዙሕ ነገራት ኣሎ ስለዚ ንድርብዮን ሒዝናዮ ንኸይድን ኣብ ህይወት ከም ዘለና ዘርኢ እዩ እዚ ኣረጊት ደገ ጽሑፍ ምስክርነት ከምጽኣልኩሞ ከራሚ ወይኒ ትእዛዝ እግዚኣብሔር እዘን ክልተ እዚኤን ኣብ መጽሓፍ ቅዱስ ኣድለይቲ ምዃነንሲ ጠቒስወን ኣሎ ከራሚ ወይኒ ወይኒ ሓደ ካብቶም ብእተዓቑርዎ መጠን ዋጋ ዝውስኹ መስተ እዩ። ኣብ ሓምሻይ ምዕራፍ ወንጌል ሉቃስ ፍቅዲ ሰላሳን ትሽዓተን ከራሚ ወይኒ ሰትዩ ከራሚ ይሓይሽ ይብል እምበር ሓድሽ ወይኒ ዝደሊ የልቦን እዚ ዝበለ ንምንታይ ከም ዘምጽኣ ክነግረኩም እዩ ዳሕራይ ንሕና ንጸውም ደቂ መዛሙርቲ ዮሃንስ ይጸሙ ደቂ መዛሙርቲ ፈሪሳውያን ይጸሙ ደቂ መዛሙርትኻ ግና ኣይጸሙን ምስ በልዎ ዘምጽአ እንታይ ድብሎ ዝለመድኩምዎ ከይትገድፉ ምእንትሲ እቲ ዝለመድኩምዎ ይሓይሽ ትብሉኒ ኣለኹም ክብል ከራሚ ወይኒ ሰትዩ ከራሚ ይሓይሽ ይብል እምበር ሓድሽ ወይኒ ዝደሊ የልቡን ኢልዎም። ስለዚ ከራሚ ወይኒ ተደላይ እዩ ማለት ኣረጊት ስለ ዝኾነ ኣይድልን እዩ ንብሎም። ስለዚ ኩነታት እቶም ዝለመድዎ ዝጠዓሞም ነቲ ዝፈልጥዎ እናደጋግሙ ክነብሩ ዝደልዩ ሰባት ንዝኾነ ሓድሽ ነገር ዕጽዋት እዩ ዝገልጾም ዘሎ ንሱ ን ዕጽዋት ኣይትኹኑ ካልእ ደገ ኣሎ ካልእ ተመሊሰ ብዛዕባ እዛ ዝጠቐሳላ ክዛረበላ ስለ ዝኾንኩ ሕልፍ ክብላ ኣብዚኣ እቲ ኣብ ቀዳማይ ኪዳን ዘሎ ትእዛዝ ትእዛዝ ከ ኣገዳሲ እዩ ኢለኩም ሓቂ እቲ ኣብ ቀዳማይ ኪዳን ዘሎ ትእዛዝ ብሉይ ኪዳን እዩ ዝበሃል እሞ ኣነ ቀዳማይ ኪዳን ኢለ ኣለኹ ከም ከራሚ ወይኒ ኣብ ዘመን ሓድሽ ኪዳኑ እንተደላ እዩ እቲ ኣብ ቃል ኣምላኽ ዝበሃል ሓርቢ ኣብ ቃል ኣምላኽ ዝበሃል ሓርቢ ኣዕቂቡ ዝነብር ናይ ቀደም ኣማኒ ከም ከራሚ ወይኒ ተደላይነቱ እናወሰኸ እዩ ዝኸይድ። ዕድመ ዝወሰደ ሰብ ብፍልጠትን ተመክሮን ዝሃብተመ ስለ ዝኾነ እናጠዓመ እዩ ዝኸይድ። ይገርመኩም እዩ ናይቶም ምስቶም ቅድሚ ኣርብዓ ዓመት ሰላሳ ዓመት ዝፈልጦም ኣሕዋተይ ክዘራረብ ከለኹስ ብቀሊሉ እየ ዝረዳዳእ ምስ ሓደ ሓድሽ ኣማኒ ክዘራረብ ከለኹ ግን ሓደ ሓደ ግዜ እቲ ናይ ንእስነተይ ዓቅሚ ኣይፈልጦን እዩ ኣሪገዩ ኣለኹ፣ ገሊኡ እውን ፋራ እዩ፣ እዚ ከይርደኣኒ ይኽእል እዩ ዝብል ኣተሓሳስባ ይህልዎ ግዲ ኮይኑ ንምርድዳእ ኣጸቢቑ ኣጸጋሚ እዩ ዝኸውን። ግን መንፈሳዊ ደረጃኦም ሓሊፎም ኣብ ቃል ኣምላኽ ዝመላለሱ ኣብቲ ቃል ኣምላኽ ዝበሃል ሓርቢ ዝመላለሱ ኣመንቲ መኣዛ መንፈሳዊ ህይወቶም ዓቂቦም ስለ ዝነብሩ ተደላይነቶም እናወሰኸ እዩ ዝኸይድ። ሓደ ጳውሎስ ባዕሉ ብዛዕባ ርእሱ ክዛረብ ከሎስ ኣነ ኣረጊት እየ ኢሉ ገሊጹ ኣብ ሓደ ቦታ ኣረጊት እየ ኢሉ ከምዛ ዘለኹዋ ኣነ ጳውሎስ ኣረጊት ሕጂ እውን ናይ የሱስ ክርስቶስ እሱር ምእንቲ ፍቕሪ ኢለ ልምነካ ኣለኹ ትብል እያ ኣረጊት ምዃን ኣጸቢቑ ኣድላይ ምዃኑ ረእይዎ ብምንዋሕ ዕድመ ካብ ዘጥረዮ ጥበብ ሃዋርያ ጳውሎስ ኣቀራርባ ሕቶ ዝኽእል ሃዋርያ ኮይኑ ንፊልሞን ክጽሕፈሉ ከሎ በዲሉካ ከይዱ እዩ ነይሩ ሕጂ ተዓርዩ እዩ ጠቓሚ ኮይኑ እዩ ኦኒሲምስ ማለት ጠቓሚ ማለት እዩ ጠቓሚ ኮይኑ እዩ ተቐበሉ ክብሎ ዝኽእል ከሎስ በቃ ዕዳ እንተለዎ እኮ ኣነ ከፍለሉ እየ እሞ ምእንታይ ኢልካ ኣነ እሱር እልምነካ ኣለኹ ኢሉስ እምቢ ከም ዘይብሎ ገይሩ ንሕቱ ኣቕሪብዋ ካበይ ረኺብዋ እዚኣ ዕድመ ዝሃቦ ጥበብ እዩ ብሩኻት ኣሕዋተይ ዕድመ ኣጸቢቑ ኣገዳሲ እዩ። ግን ዕድመ ንጽቡቕ ጥራይ ኣይኮነን ንክፉእ ከኣ ኣገዳሲ እዩ። ኣብዚ ከለኹ ከይመክኽ ምእንቲ ኢለ። እንተደኣ ብክፉእ መንፈሳዊ ዓለም ትድረኽ ኣሊኻ ከኣ ዕድመ ዝወሰደ ኣረጊት ምዃን ከኣ ኣዚኻ ተንኮለኛ እዩ ዝገብረካ። ሓደ ኣሜሪካዊ በዓል ዕድመ ባዕሉ ዘዘንተዋ ዛንታ እያ ኣብ ፌስቡክ ዝሰማዕኩዋ ንዓኹም ከኣ ከዝንትዋ። እቲ ሰብኣይ ዝብላዕ ክዕድግ ኢሉ ናብ መክዶናልድ ቀስ ኢሉ እናዘወረ ይኸይድ ነይሩ። ዕድመ ዝወሰደ ስለዝኾነ ኣዘዋውርኡ ቀስ ኢልካ ምዝዋር እያ ነይራ። ብድሕሪኡ ትስዕብ ዝነበረት መንእሰይ ጓል ሰለ ኢሉ ብምዝዋሩ ስለ ዝሓረቓት እናንጸርጸረት ብመለኸት መኪናኣ ጌራ ሃዊኻቶ ቢብ ቢብ ኣቢላትሉ። ሽዑ ግልጽ ኢሉ ድሕሪ ምርኣይ ምኽሪ መኺሩላ። ናብ መስኮት እቲ ምግቢ እዚ ድራይቭ ስሩ ዝበሃል ትፈልጡ ኢኹምሽ? ናብቲ መስኮት እቲ ምግቢ ዝእዘዘሉ ከይዱ፣ ዘድልዮ ምግቢ ድሕሪ ምእዛዝ ናብቲ ሕሳብ ዝኽፈለሉ መስኮት ሕልፍ ኢሉ ናቱን ናይታ እትስዕቦ ዝነበረት ጎርዞን ከፊሉ። እታ ሕሳብ እትቕበል ከም ዝኸፈለላ ግዲ ነጊራታ ከኣ እታ ጎርዞ እዚ ኩሉ ሃዊኸዮ ከለኹስ ከመይ ዝበለ ንእከይ ብሰናይ ዝስዕር ሰብኣይ'ዩ ኢላ ሕፍረት ብዘለዎ ፈገግታ የቐንየለይ ብዘስምዕ ገጻ ኢዳ እናወዝወዘት ፍሽኽ ኢላቶ። ባይ ዘ ዌይ ኣሜሪካውያን ፍሉይ ዝገብሮም ክነግረኩም ኣብ ማክዶናልድስ ጥራይ ኣይኮኑን ኣብቲ ሞልስ ኣብ ዓበይቲ ዕዳጋታት እንተደኣ ሪኦምኻ እሞ ኸኣ ባህ ኣቢልካዮም ናይዚ ብድሕረይ ድመጽእ ኸኣ ውሰዱ ካብቲ ሕሳብ ኢሎም እዮም ዝኸዱ ከምኡ ባህሊ ኣለዎም ሽዑ እቲ ሰብኣይ ናብቲ እቲ ዝኣዘዞ ምግቢ ዝወስደሉ መስኮት ከይዱ ንክልቲኡ ረሲት ኣርእዩ ነቲ ንሱ ዝኣዘዞን ነቲ ንሳ ዝኣዘዘቶን ምግቢ ሒዝዎ ምርቅፍ ኢሉ ሽዑ እታ ጓል እዚ ኣረጊት ሰብኣይ ሕነ ከም ዝፈደያ ምስ ፈለጠት፣ ክትእዝዝ ምእንቲ ካልኣይ ግዜ ዜራ ክትመጽእ ነይርዋ። መልእኽቲ እቲ ዛንታ፣ እዚ እዩ ብተንኮል ድማ ይበልጽ እዮም እሞ ክፉእ ንምግባር ክንቀዳደም ምስ ብዕድመ ዝዓበዩ ኣረግቶት ኣይንግጠም። ዕድመ ዝወሰደ ኣረጊት ምዃን ዝበለጸ ጽቡቕ ንምግባርን ዝኸፈኣ ክፉእ ንምግባርን ትዕድልቲ እዩ። እወ ንስሓቕ ደኣ እዞም ኣሕዋተይ። ትእዛዝ ኣምላኽ ሓደ ካብቶም ዘይበሉ እዮም ኢለ ጠቒሰ ኣለኹ እሞ ብዛዕባኻ ንእሽተይ ክብል እቲ ካልኣይ ተደላይ ብሉይ እቲ ነባሪ ሓቂ ዝሓዘ ጽሑፍ ብሉይ ኪዳን እዩ። ኣብ ብሉይ ኪዳን ዘሎ ጽሑፋት ነባሪ ሓቂ ኣለዎ ኣይቅየርን እዩ። ዮሃንስ ብዛዕባ እዚ ኣብ መልእኽቱ ኣብ ቀዳማይ መልእኽቱ ፍቅድ ምዕራፍ ክልተ ፍቅዲ ሸውዓተ ፍቁራተይ እቲ ካብ መጀመርታ ዝነበረኩም ብሉይ ትእዛዝ እምበር እዩ ድብ ብሉይ ትእዛዝ እምበር ሓድሽ ትእዛዝ ኣይኮነን ዝጽሕፈልኩም ዘለኹ እቲ ብሉይ ትእዛዝ እዚ ዝሰማዕኩምዎ ቃል እዩ ኢሉ እቲ ካብ ሓጢኣት ወጺእና ኣብ ብርሃን ጽድቂ ክንነብር ዘኽእለና፣ ካብ ሓሶት ወጺእና ኣብ ብርሃን ሓቂ ክንነብር ዘኽእለና፣ ካብ ጽልኢ ወጺእና ኣብ ብርሃን ፍቕሪ ክንነብር ዘኽእለና ኣብ ብሉይ ኪዳን ዘሎ እተሓደሰ ትእዛዝ ድማ እዩ። ንብጻይካ ፍቶ ይብል። ክብራት ኣሕዋተይ ኣብ ብሉይ ኪዳንን ሓድሽ ኪዳንን ናይ ተመክሮ ናይ ልምምድ ለውጢ እምበር ናይ ስነ ምግባር መወከሲ ለውጢ የለን። ሰሚዕኹም ኣዛ ዝበልክዋ ኣብ ብሉይ ኪዳንን ኣብ ሓድሽ ኪዳንን ናይ ተመክሮን ናይ ልምምድን ለውጢ እዩ ዘሎ። እግዚኣብሔርሲ ኣባኻ መጺኡ ኣብ ሓድሽ ኪዳን ንኣኻ ለዊጡ ነቲ ትእዛዝ እተተግብረሉ ዓቕሚ ይህበካ እምበር ናይ ትእዛዝ ለውጢ ኣይኮነን ገይሩ። እንተ ደኣ ሓቂ ተዛሪብና ጎይታና የሱስ ክርስቶስ ንሕጊ ክፍጽሞ እየ መጺኡ ኢልዎ። ናብ ፍጻሜ ከብጽሖ ድሕሪኡ ዝበሎ ተሪእኹሞ ኣይትቕተል ነይሩ ሕጂ ግን ኣይትጽላእ ኢሉ። ኣይትዘሙ ብኣካል እዩ ነይሩ ሕጂ ግን ኣይትመነ ኢሉ። ብሓቂ መሓል ነይሩ ሕጂ ግን ኣይትምሓል ኢሉ። ንጸላኢኻ ጽላእ ንፈታዊኻ ፍቶ ነይሩ ሕጂ ግን ንጸላኢኻ እንኮላይ ስለዚ ናይ ትእዛዝ ለውጢ ኮነ እንተገይሩ ግን እቲ ኣቕሓ መሬት እቲ ሰብ ዝበሃል ተመክሮ ይረክብ፣ መንፈስ ቅዱስ ይልውጦ እሞ ነቲ ትእዛዝ ዝፍጽመሉ ዓቕሚ ይረክብ። ኣድላዪ እዩ ዝበሃል ኣረጊትከ? ሓደ ክፍሊ ጽሑፍ ከንብብ'የ፣ ኣብ ወንጌል ሉቃስ ሓምሻይ ምዕራፍ ካብ ሰላሳን ሰለስተን ክሳብ ሰላሳን ትሽዓተን እሞ ድሕሪኡ እቲ ዘየድሊ ኣረጊትን ዘድሊ ኣረጊትን ተዛሪበ ናብታ ትምህርተይ ክኣቱ'የ፣ ናብቲ ሓሳባተይ ቀንዲ ማለት እዩ። ንሳቶም ድማ፣ ሉቃስ ሓምሻይ ምዕራፍ ሰላሳን ሰለስን ክሳብ ሰላሳን ትሽዓተን፣ ንሳቶም ድማ፣ ደቂ መዛሙርቲ ዮሃንስ ብዙሕ ሰዓይ ይጸሙ፣ ጸሎት ውን ይገብሩ፣ ደቂ መዛሙርቲ ፈሪሳውያን ከኣ ከምኡ፣ ደቂ መዛሙርትኻ ግና ይበልዑን ይሰትዩን ኣለዉ በልዎ። የሱስ ከኣ፣ ንስኻትኩምዶ ኣዕሩኽ መርዓዊ? ነዕርኹ መርዓውቲ መርዓዊ ምሳታቶም ከሎ ከተጽምዎ ከተጽምዎም ይከኣለኩም እዩ። ግናኸ እቲ መርዓዊ ኻባታቶም ዝውሰደለን መዓልትታት ክመጻ እየን እሞ፣ በተን መዓልትታት እቲኤን ሽዑ ክጸሙ እዮም። በሎም። ምስላ ድማ መሰለሎም። ቁራጽ ሓድሽ ዓለባ ኣብ ብላይ ክዳን፣ ሕዝዋ ኢኹም እዚኣ፣ ኣብ ብላይ ክዳን ዝልግብ የልቦን። እንተ ዘይኮነስ እቲ ሓድሽ መልገባ ነቲ ብላይ ይቐዶ፣ እቲ ሓድሽ ቁራጽ ምስቲ ብላይ ኣይላገብን እዩ። ካልኣይ ይውስኽ ንሓዱሽ ወይኒ ውን ኣብ ኣረገውቲ ኣሕርብቲ ዝዕርቕ የልቦን እንተ ዘይኮነስ እቲ ሓዱሽ ወይኒ ነቲ ኣሕርብቲ ይቐዶ ንሱ ውን ይፈስስ ኣሕርብቲ ድማ ይበላሾ ንሓዱሽ ወይንስ ኣብ ሓደሽቲ ኣሕርብቲ ደኣ የዕርቕዎ ክልቲኦም ከኣ ይእርነቡ ከራሚ ወይኒ ሰትዩ ከራሚ ይሓይሽ ይብል እምበር ሓዱሽ ወይኒ ዝደሊ የልቦን ኢሉ። ጐይታና የሱስ ክርስቶስ እዚ ዝበለ ደቂ መዛሙርቲ ዮሃንስ ስለምንታይ ንሕናን ፈሪሳውያንን ንጽውምን ንጽልን ደቂ መዛሙርትኻ ግና ይበልዑን ይሰትዩን ኢሎም ንዝሓተትዎ ሕቶ ክምልስ ከሎ እዩ ብምሳሌ ብሉይ ክዳንን ከራሚ ወይንን ብሉይ ወይኒ ማለት እዩ ገይሩ ዝምህሮም ዘሎ። ብዛዕባ ጾምን ጸሎትን ጐይታና የሱስ ክርስቶስ ኣብ ትምህርቱ ከመይ ኢሉ ምሂርዎም ነይሩ? ኣብ ቅድሚ እቲ ብሕቡእ ዝርኢ ኣምላኽ እምበር ንርኣዩለይ ኢልካ ዘይግበር መንፈሳዊ ልምምድ ምዃኑ ምሂሩ ኣሎ። ክትጽሊ ከለኻ፣ ክትጸውም ከለኻ፣ ክትጽሊ ከለኻ ተሓባእ፣ ክትጸውም ከለኻ ተለኸ፣ ጸብቕ ኢልዎም። ጸዋሚ ምዃንካን ጸላይ ምዃንካን ኣይተፈለጠን። እዞም ደቂ መዛሙርቲ ዮሃንስ ግና ንሳቶምን ፈሪሳውያንን ዝገበርዎ ይእውጅዎ ኣለዉ። ነቲ ኻብ ሰብ ተኸዊልካ ዚግበር መንፈሳዊ ዕማምሲ ኣብ ቅድሚ ሰብ ከም ዚግብርዎ እዮም ዚነግሩ ዘለዉ። ነቲ መንፈሳዊ ልምምድሲ ኣጠቓቕማ ኣኽፊኦምሉ ኸለዉስ ይሕበኑ ኣለዉ። ብሩኻት ኣሕዋተይ እንተ እግዚኣብሄር ዝሰምዖ ጸሎት ደሊኹም ሓቢርኩም ጸልዩ። ውልቃዊ ጸሎት ይሃልኩም እንተ እግዚኣብሄር ዝርእዮ ጾም ደሊኹም ኣብ ቅድሚ ሰብ ክጸውም እንድየ ደለኹ ፈሪሳውያን ከምኡ ኢሉ ነይሮም ዶኸ ኣብ ሰሙን ክልተ መዓልቲ ዋ ዕሽር ንጽሊ ንጸውም ኢልና ክንሕበን ኣይንኽእልን ጥዕና ዘለዎ መንፈሳውነት ዝጽልን ዝጸውን ዝጸምውምን መንፈሳዊ ይጽሊ እንዴ ይጸውም እንዴ እንዳበለ ኣይዕበን እዩ ብትዕቢትኪ ኣይወድቕን እዩ ጎይታና የሱስ ምጽላይን ምጻምን ንሰብ እናኣወጅካ ምግባሮም ክልተ ዘይራኸቡ ልምምደት ምዃኖም ይነግሮም ኣሎ ምጽል ትጸውም ኣለኹ ሰብ ፈልጦ እዩ እጽሊ ኣለኹ ሰብ ፈልጦ እዩ እናበልካ ኣይግበርን እዩ ብሓንሳብ ኣይከዱን እዮም ስለዚ እንታይ መሲልሎም ምስላ መሰለሎም ቁራጽ ሓድሽ ዓለባ ኣብ ብላይ ክዳን ዝልግብ የልቦን እንተ ዘይኮነስ እቲ ሓድሽ መልገባ ነቲ ብላይ ይቀዶ እቲ ሓድሽ ቁራጽ ምስቲ ብላይ ኣይላገብን እዩ ይብሎም ብሩኻት ኣሕዋተይ ብዙሕ ክብል እኽእል እንድየ ኣብዚ ሓሳብ ናይ ትማሊ ህይወት ሎሚ ክንነብር ኣይንደልን እግዚኣብሄር ንሎሚ ዝኸውን ሓድሽ ጸጋ ኣለዎ። ሓድሽ ጥበብ ኣለዎ። ሓድሽ ሓይሊ ኣለዎ። ሓድሽ ፍቕሪ ኣለዎ። ሓድሽ ሰናይ መሊኡ እዩ። ስለዚ ኣብዛ ምስላ እዚኣ ብላይ ኪዳን፣ ኣረጊት ሓርቢ፣ ከራሚ ወይኒ ጠቒሱ ኣሎ። ብላይ ክዳን እንታይ ኢኻ ክትገብሮ ዘለካ ከየንውሕ ምእንቲ ብላይ ክዳን ክጎሓፍ ጥራይ እዩ ደለዎ። ክትልግቦ ሓድሽ እንተ ለጊብካሉ እንታይ ዝኸውን ቅዳዱ ዝዓበየ ይኸውን። ክዳን ኣገዳሲ ምዃኑ ትፈልጡ ኢኹም ኣሕዋተይ። ሎሚ እንተ ጽቡቕ ኮይነልየ ኮይነ ጽቡቕ ተኸዲነ ኣለኹ ማለት እዩ። እንተ ሃሩር በርቲዕንልዩ ኮይኑ ደሪበ ሞይቆ ኣለኹ ማለት እዩ። እንተ ገብገብ እብል ኣልየ ኮይነ ከኣ ረቂቕ ተኸዲነ ኣለኹ። ስለዚ ክትጽብቕ ድዩ ንኩነታት ኣየር ክትቃወሞ ክትክእል ልብሲ ኣገዳሲ እዩ። ክዳን እቲ ፍሉይ ነገሩ ግን እንለብሶን እንቕንጥጦን እዩ። ብላይ ክዳን ከኣ ብሩኻት ኣሕዋተይ ንሰብ ኣየጸብቆ ኣየማምቆ እምበኣርሲ ክዳን ምስቲ እቲ ለቢሰዮ ኣብ ሕብረተሰብ ዝግለጽ ባህርያት ዝመሳሰል እዩ። ኣብ ሕብረተሰብ እንታይ ዓይነት ባህሪ ለቢሰ ግለጽ ኣለኹ? ብላይ ክዳን ባህርያት እቲ ኣረጊት ሰብ እዩ። ስለምንታይ ምስ ኣረጊት ደቂ ይተሓዝ? ምእንቲ ክጠቅስ ኢለ። ስለዚ ብላይ ክዳን ምስሊ እቲ ንሰብ ዘኽፍኦን ማሕበራዊ ተነጽሎ ዘስዕበሉን ክፉእ ባህርያት እዩ። ብላይ ክዳን ምስሊ እቲ ኣብ ዘመን ጸጋ ክትነብር ዘጸግመካ ክፉእ ባህርያት እዩ። ሓንቲ ቃል ክብል ፍቐድ። እግዚኣብሔር ባህርያት ዘለዎም ሰባት ክገብረና እዩ ዝልውጠና። እንተ ባህርያት ሃልዩና ከዓ ጠባይ እንተልይና ከዓ ጸጋ ኣብኡ ክዓርፍ ይኽእል እዩ። ዝበለየ ክዳን ሓድሽ ዓለባ እንተ ለጊብካሉ፣ ናይቲ ክዳን ቅዳድ ከም ዚዓቢ፣ ከምኡ ኸኣ ንኸም ጾምን ጸሎትን ዝኣመሰለ መንፈሳዊ ልምምድ ብስምዑለይን ርኣዩለይን ኣሰኒኻ ምግባሩ ዝዓበየ ክሳራ እዩ ዘስዕብ። እሞ ንኣረጊት ክዳን ደኣ እንታይ ንግበሮ? ንኣረጊት ክዳን ክንዲ ብሓድሽ ምልጋቡ ንደርብዮ። ምኽንያቱ መጽሓፍ ቅዱስ ነቲ ኣረጊት ሰብ ቀንጢጥኩም እዩ ዝብል። እቲ ዝበለጸ ምርጫ ንኣረጊት ክዳን ብሓድሽ ክዳን ምትካኡ እዩ። ነዚ ኣብ ግብሪ እንተ ርኢናዮ፣ ንኣቦ ወተኽብሮ፣ ንወዱ የሱስ ክርስቶስ ተቐቢልካ እምበር ስርዓት ሃይማኖት ሓሊኻ ኣይኮነን። ንክርስቶስ ክትረብሕ ንኹሉ ከም ጉሓፍ ቆጺርካ እምበር እቲ ብላይ ህይወት እናነበርካ ኣይኮነን እቲ ብመንፈስ ቅዱስ ምስ ተመልኣና ኣብ ህይወት ሰብ ዝመጽእ ለውጢ ኣብ መጽሓፍ ቅዱስ እንታይ ተባሂሉ ከም ዘሎ ክነግረኩም ዶ መስርሕ ምቕንጣጥን ምልባስን ኢልዎ ኣብ ገዛ ምስ ከድኩም ሎም መዓልቲ ቆለሴ ቆለሴ ሳልሳይ ምዕራፍ ከተንብብ እኩ ክንደይ ቃል ትኣትውለይ ቆለሴ ሳልሳይ ምዕራፍ ኣነ ግን ሕጽር ኣቢለ ክዛረበላ እየ ኣብታ መጽሓፍ እትገልጾ ነገር ኣልያት ኮይና ምቕንጣጥ ኣረጊት ሰብ ምልባስ ሓድሽ ሰብ እያ ትነግር ኣብ ኤፌሶን ራብዓይ ምዕራፍን ካብ ዕስራን ክልተን ክሳብ ዕስራን ኣርባዕተን ነዚ ሓሳብ እዚ እዩ ዝገልጽ። ንስኻትኩም ነቲ ኣረጊት ሰብ ምስ ግብሩ ቀንጢጥኩም ንሓድሕድኩም ኣይትተሓሳስዉ፣ ነቲ ምስሊ ነቲ ምስሊ እቲ ዝፈጠሮ ዝመስል ንፍልጠት ዝሕደስ ሓድሽ ሰብ ዝለበስኩም፣ ዝቐንጠጥኩም ዝለበስኩም ይብል። ብዛዕባ እቲ እንለብሶ ልብሲ ሓድሽ ሰብ ክጽሕፍ ከሎ ኸኣ ትሕት ኢሉ ኣብ ዓሰርተ ክልተ ኣብ ቆሎሴ ዝዛረብ ዘለኹ ክሳብ ዓሰርተ ኣርባዕተ ዘሎ እምብኣርሲ ከም ሕሩያት ኣምላኽን ቅዱሳንን ፍቁራትን ኰንኩም ምሕረት ልቢ ለውሃት ትሕትና ዓቕሊ ትዕግስቲ ልበሱ ብኻልእ ቋንቋ ምሕረት ልቢ ልበሱ ለውሃት ልበሱ ትሕትና ልበሱ ዓቕሊ ልበሱ ትዕግስቲ ልበሱ ትሕት ኢሉ ኸ እንታይ ኢሉ መስለኩም ፍቕዲ ዓሰርተ ኣርባዕተ ፍቕሪ ድማ ማእሰር ፍጻሜ እያ እሞ ፍቕሪ ኸኣ ልበሱ። እምበኣርሲ ክዳን ምስሊ እቲ እንለብሶ ቅዱስ ባህርያት እዩ። ኣረጊት ሓርቢኸ? ሓርቢ ብቆርበት እንስሳ ዝስራሕ መዕቆሪ ፈሳሲ እዩ። ኣብ ዘፍጥርት ዕስራን ሓደን ከም እነንብቦ ኣጋር ካብ ቤት ኣብርሃም ክትስጎግ ከላ ኣብ ሓርቢ ማይ መሊኣ ወጺኣ። ወይኒ ኣብ ሓርቢ ጽዒኖም የጐዓዕዝዎ ከም ዝነበሩ ድማ ኣብ ቀዳማይ ሳሙኤል ምዕራፍ ሓደ ፍቕዲ ዕስራን ኣርባዕተን ከተ ምእንቲ ዳሕራይ ኣብ ገዛ ክተጽንዕዎ ጥራይ ጥቕሲ ክህበኩም እየ። ቀዳማይ ሳሙኤል ሓደ ዕስራን ኣርባዕተን፣ ዓስራይ ምዕራፍ ፍቕዲ ሰለስተ፣ ዓሰርተ ሽዱሽተ ዕስራ፣ ዕስራ፣ ዕስራን ሓሙሽተን ዓሰርተ ሸሞንተ፣ ካልኣይ ሳሙኤል ዓሰርተ ሽዱሽተ ሓደ እንተ ኣንቢብና ሓርቢ ወይኒ ንምጕዕዓዝ ይጥቀምሉ ምንባሮም ንረክብ። ግናኸ እቲ። ናብ ሰብ ንሰብ ዘስክር ዝቕየር ወይኒ ነቲ ሓርቢ ስለ ዝበልዖ የርቅኾ እዩ። ተን ፍቕዲ ዓሰርተ ትሽዓተ ከምዚ ይብል፣ እንሆ ውሽጠይ ከም ሕቱም ወይኒ፣ ብጉዑሽ ወይኒ ክቕደድ ከም ዝቐረበ ሓርቢ እዩ። እቲ ሓርቢስ እንታይ እንዳኾነ እዩ ዝኸይድ? እንዳረቐቐ። ክትኮስ እዩ ዝደሊ እቲ ወይኒ ኣቐሚጥካዮ እንዳፈልሐ ክኸይድ ከሎ። ስለዚ ንዝዳሎ ኩሉ ሓዱሽ ወይኒ እንታይ እዩ ዘድልዮ? ሓዱሽ ሓርቢ። እንተድኣ ነዚ ፈሊሑ ንሓዱሽ ሓርቢ ክቐድድ ዝኽእል ኣብ ኣረጊት ሓርቢ ኣቐሚጥካዮ፣ ክሳራ ኢኻ ትገብር ዘለኻ ኣረጊት ሓርቢ ምስሊ እቲ ብምሕዳስ ሓሰብ ዘይተለወጠ ሰብ እዩ ምስሊ እቲ ብዘይ ክርስቶስ ዝነብር ሰብ እዩ ኣረጊት ሓርቢ ከምቲ ኣብ ኣረጊት ሓርቢ ሓድሽ ወይኒ ዘይቕመጥ ከምኡ ድማ ኣብ ዘይተለወጠ ሰብ ውህበታት ጸጋ ውህበታት ሓድሽ ኪዳን ክነብር ኣይክእልን እዩ ነዚ እዩ እቲ ቀዳማይ ዕዮ ጸጋ ምልዋጥና ዝኸውን። ኣምላኽ ንዓና ለዊጡ እዩ ኣባና ጸግኡ ዘቐምጥ። ንዓና ምሒሩ እዩ መቐመጢ ዝጥቀመሎም ኣቑሑ ዝገብረና። ጸጋ ኣምላኽ ንዓና ለዊጡ እዩ ብኣና ዝዓይ። ነዚ እዩ ኣብ ካልኣይ ቆሮንጦስ ሓምሻይ ምዕራፍ ፍቕዲ ዓሰርተ ሸውዓተ ስለዚ ሓደ እኳ ብክርስቶስ እንተ ደኣ ኣልዩ እንታይ እዩ ዝብል ንሱ ሓድሽ ፍጥረት እዩ ሽዑ እንታይ ይብል መስለኩም እቲ ብሉይ ሓሊፉ እነሆ ኩሉ ሓድሽ ኮይኑ እዩ። እቲ ጸጋ ምስ ተቐበልናዮ ይልውጠና። ኣባና ሰሪሑ ምስ ወደእ ኸኣ ብኣና ክሰርሕ ምእንቲ መዓይይቲ ኣምላኽ እዩ። እቲ ጸጋ ብሓይሊ ጸጋ ኣምላኽ ከይተለወጥካ እንተደኣ መንፈሳዊ ክትመስል ፈቲንካ ግብዝ ሃይማኖታዊ ኢኻ እትኸውን። ልክዕ ኦብ በረኸትኣብ ክመስል እየ ኢለ ነቲ ብሓይሊ መንፈስ ቅዱስ እተለወጠ ሰብ ክመስል እየ ተፈቲነ ብሓይሊ ስጋይ ግብዝ እየ ዝኸውን። እቲ ጸጋ ጽቡቕ ገይሩ ከይሰርሓካ ክትዓይን ተፈቲምካ ከኣ ተባላሹ። ሕጂ ኣብ ቤተክርስትያን ኣብ መንጎ ፍቕሪ ሕውነት መጺዑ ዕግርግር ዝፍጠር ንምንታይ ምዃኑ ፈሊጥኩም? ጸጋ ኣምላኽ ዘይለወጦም ሰባት ስለ ዘለዉ። ናይ ኣተሓሳስባ ፍልልይ፣ ናይ ኣረኣእያ ፍልልይ፣ ናይ ምርዳእ ፍልልይ ኩሉ ሻዕ እዩ ዝህሉ። ግን እንተድኣ ኩሉ ሻዕ መንፈሳውያን ኰንካ በቲ በበይኑ ዝሓሰብካዮ ሓሳብ እንዳተብኣስካ ኰንካ እትነብር፣ እንዳተቐባበልካ ኢኻ እትነብር። መለኮታዊ ዕዮ ብዓቕሚ ሰብ ስለ ዘይዕየ፣ መንፈሳዊ ከይኰንካ ንመለኮታዊ ትእዛዝ ክትፍጽም ምፍታን፣ ኣብ መወዳእታ ትሓል ኢልካ ኢድካ ኢኻ ትህብ፣ ሕልናኻ ተዕርብ። እቶም ጸጋ ኣምላኽ ዝለወጦም ውህበት ጸጋ እተመቕሉ፣ ከገልግሉ ከለዉ እንታይ ይብሉ መስለኩም? ንጎይታ ህዝብካ ውሒድዎ እናበሉ ከገልግልዉ ከለዉ እቶም ከይተለወጡ ዘገልግሉ እናጉረምረሙ እዮም ንሕና ጥራይ ኢና ንሰርሕ፣ ንሕና ጥራይ ዲና ነዚ ቤት ጸሎት ንጽዮ፣ ንሕና ጥራይ ዲና መዘምራን ንኸውን እናበሉ እናጉረምረሙ እዮም ዝነብሩ። ምህሮ ሓድሽ ኪዳን ከም ሓድሽ ወይኒ እዩ። ስለዚ ነዚ ሓድሽ ምህሮ ብእተሓደሰ ወይ ብምሕዳስ ሓሳቡ እተለወጠ ህይወት ሃልዩካ እምበር፣ ከይደሓንካ ከተተግብሮን ክትነብሮን ኣይትኽእልን ኢኻ። ነዚ እዩ በርቲዑ ኣኽቢድካዮ ዝብልዎ ንጐይታና የሱስ ዝነበሩ። ብሩኻት ኣሕዋተይ፣ ሓንቲ ዕሙቕ ዝበለት ሓሳብ ክህበኩም። ጐይታና የሱስ ክርስቶስ ንደቀ መዛሙርቱ ነቲ ድሕሪ መንፈስ ቅዱስ ምምላእ ዘጥርይዎ፣ ምርዳእ ወይ ነቲ መንፈስ ቅዱስ ምስ መልኦም ጥራይ ዝርድእዎ ምርዳእ ኣብ ዮሃንስ 16:12 እንታይ ኢልዎ መስለኩም? ዝነግረኩም ብዙሕ ካልእ ኣሎኒ፣ ግና ሕጂ ክትጸርዎ ኣይትኽእሉን ኢኹም። እንታይ ኮይኖም? መንፈስ ቅዱስ ናብኦም ምስ መጸ ጥራይ ዝርድእዎ ዘረባ ከም ዘለዉ እዩ ነጺሩሎም ዘሎ። እንታይ ማለት እዩ? መንፈስ ቅዱስ መጺኡ ምስ ለወጠካ ብእተለወጠ ህይወት ሰሚዕካዮ ጥራይ ዝርድኣካ ዘረባ ከም ዘሎ እዩ ጎይታና የሱስ ዝምህር ዘሎ። ሕጂ ገለ ግዜሲ ንመጽሓፍ ቅዱስ ዘይፈልጥ ዘይተለወጠ ሰብ ዘፍጥረት ኣንብብ ኢልካዮ እቲ ቀዳማይ ዛንታ ናይ ዘፍጥረት እኳ ቀዳማይ ምዕራፍ ካልኣይ ምዕራፍ ዓዚሙ ከንብቦ እዩ። ሓምሻይ ምዕራፍ ምስ በጽሐ ግና ኣዳም ንሴት ወለደ ሴት ንሄኖስ ወለደ በቃ ወለዶ ሰባት ኣነ ሽም ሰብ ዶ ውሒድ እንዩ እብዚ ዓለም ዘሎ ናይዚኦም ከጽንዕ ኢሉ እዩ ድሽገር ስለምንታይ መስለኩም ብዘይተለወጠ ኣእምሮ የንብቦ ስለ ዘሎ ምስ ተለወጥካ ግን እቲ ኣዳም ትብል ትርጉም ትህበካ ኣዳም ምስ ሴት ወለደ ትርጉም ትህበካ እቶም መንፈሳውያን ሰባት እዚ ትርድዎ ኢኹም። ከራም ወይኒ ወይ ንሓደ ካብቶም ዝነውሐ እንተተቐመጡ ዋግኦም ዝውስኽ እዩ እዮም ኢልናዮ ኣለና። ከራም ወይኒ ንምስትምቓርካ ይሰርሖ እሞ ውሉፍ እዩ ዝገብረካ። ጎይታና የሱስ ክርስቶስ ነቶም ንጸጋታት ሓድሽ ኪዳን ክቕበሉ ዘይተዳለዉ ህዝቢ ኣብ ሓምሻይ ምዕራፍ ፍቕዲ 39 ከራም ወይኒ ሰትዩ ከራም ይሓይሽ ይብል እምበር ሓድሽ ወይኒ ዝደሊ የልቦን ኢሉ ገሊጽዎም። ምስ ምስትምቓርካ እቲ ኸራም ወይኒ ስለ ዝቓነዮ እምበር ካብቲ ሓድሽ ወይኒ ስለ ዝጥዕም ኣይኮነን ወይ ስለ ዝጠቅም ኣይኮነን እቲ ኸራሚ ዝበለጸ ዝመስለካ ትፈልጡ ዲኹም ንዓና ጥዑም እንታይ እዩ መሪር ሓቀይ ዶ ዕርዕር ድበለ ሓቀይ ደ ስለምንታይ ኢና በርበረ ለሚድና ዋላ ገሌና ከዓ ስዋ ለሚድና ንኸውን ዕርዕር ድበለ ስለዚ ንዓና ዕርዕር ድበለ ምርር ድበለ ሕጂ ናይዞም ዓዲ ይምዕረና መዓር መዓር ይኾነና ይፈኹሰና ወረ ገሊኡ እስኪ ነግረኩም እንታይ ወልፊ ከም ዘጥረና እንጀራ ናይ ምርብላዕ ወልፊ ኣለና እንጀራ እተ ዘይበሊዕካስ ዝጸገብካ ዶ ይመስለካ ፓስታ ምሳሕ ከም ዝኾነ ዘይርድኦም ብዙሓት ኣይሰኣኑን እዮም ብሩኻት ኣሕዋተይ ከራሚ ወይኒ ምስሊ እቲ ዝለመድካዮ እሞ ዝጥዕመካ እዩ ኮንፎርት ዞን ዝበሃል ኣሎ እቲ ዝለመድካዮ ዝጥዕመካ ዝምሽኣካ ምስሉ እዩ ዝኸራም ወይኒ ከምቲ ንፈሪሳውያን ኣብቲ ሕሉፍ ጥራይ ክነብሩ ዝገበሮም ኣብ ሕሉፍ ጥራይ ክትነብር ዝገብረካ ዘይጥቕልመካ ልምዲ ሃይማኖት ከራም ወይኒ እዩ ብዛዕባ ትማሊ ምምስጋን ዝግባእ እኳ እንተኾነ ኣብ ትማሊ ምንባር ግን ጽቡቕ ኣይኮነን ሓድሽ መዓልቲ ሒዛቶ እትመጽእ ጸጋ ምቁማት ከኣ ልቦና እዩ። ካብ ካብ ከራም ወይኒ ንተሓሎ። በቃ በቃ ቀደም ነበርና ኣየ ዝነበረና ኣየ እናበልና በቃ ምንባር እንታይ ይጠቕመና? ወለድና ካብ ነይሩኒ እኔኒ ኢሎም ኣለዉ። ጽቡቕን ዝሓሸን ዝበለጸን እዚኣ እዚኣ ሕዚ ጽቡቅ ገይረ ክብላ ጽቡቅ ዝሓሸን ዝበለጸን ከይትቕበል ትዓግተካ እያ ስለዚ ጽብቕቲ ኣይጽብቕትን እያ ማለት እዩ ኣለኹም ዶ እንታይ ኢሎም መስለኩም በሃልቲ ጉድ ኢዝ the enemy of better and best እያ እንተ ዝበለጸ ንስኻ ከይትኸውን እንታይ እዩ ዝብሃል ብሉጽ መንፈስ ዘለዎ ንስኻ ከይትኸውን ተዓግተካ ኮይና እታ ጽብቕቲ ናትካ እታ ጽብቕቲ ጽብቕቲ ኣይኮነት እምበኣርሲ ከራሚ ወይኒ ምስሊ እቲ ዘይሃንጽ ልምዲ ስርዓት ባህሊ ሃይማኖት እዩ ናብ ሙማት እትኸይድ ማሕበር እንታይ ትብል ናብ ሙማት እትኸይድ ማሕበር ቅድሚ ሎሚ ከምዚ ጌርና ኣይንፈልጥን ኢና ቅድሚ ሎሚ ከምዚኣ ጌርና ኣይ ልምድናን እዩ እግዚኣብሔር ዝሰርሓሉ ኣገባብ ተኾነኸ ኣብ ሓድሽ ልምምድ ከእትወካ ተደልየኸ ስለዚ ናብ ሙማት እትኸይድ ማሕበር ቅድሚ ሎሚ ከምዚ ጌርና ኣይንፈልጥን ኢና እና ደገመት እያ ትነብር ንሓድሽ ኣሰራርሓ መንፈስ ቅዱስ ማዕጽዋ ዝዓጸወት ማሕበር ካልኦት ዝገብርዎ እናደገመት ትነብር፣ ቅድሚ ምሟታ ከኣ ምዕባይ ተቋርጽ። የድሕነና። ብላይ ክዳን ከም ክፉእ ባህርያት፣ ሓረጊት ሓርቢ ከም ኣረጊት መንነት፣ ከራሚ ወይኒ ከም ግዚኡ ዝሓለፎ ፍልጠት መግለጺ እቲ ኣረጊት ሰብ እዩ። ኣረጊት ሰብ ብሩኻት ኣሕዋተይ ኣብ ውሽጢ ሰብ ኣብ ውሽጢ ነፍሲ ወከፍ ሰብ ዝጸንሕ ሓደ ዝኣርግ ህልው ኣሎ ካብ ሕቆ ኣዳም ዝወጻእና ዘበልና ኩልና ክሳዕ ብመንፈስ ቅዱስ ተመሊእና እንነጽህ ብባህርያት ዝኣረጊት ሰብ ተበኪልና ኢና ንውለድ ንሱ ብቋንቋ መጽሓፍ ቅዱስ ኣብ መጽሓፍ ቅዱስ ዘሎ ጥቕስታት ኣረጊት ሰብ ሰብነት ስጋ፣ ናይ ሓጢኣት ስጋ፣ እቲ ምስ መንፈስ ዝጻረር ስጋ፣ ሕጊ ሓጢኣት፣ ሕዱር ሓጢኣት ተሰምዩ ኣሎ። ኣብ ስነ መለኮት ድማ ኣዳማዊ ባህሪ ወይ ኣዳማዊ ሓጢኣት ተባሂሉ ኣሎ። እዚ ኣረጊት ሰብ ኣረጊት ሰብ ብፍትወት ስጋ፣ ብኽፉእ ትምኒት፣ ስስዐ፣ ጉርሒ፣ ቅንኣት፣ ቅለት፣ ጽልኢ፣ ጭከና፣ ሻርነት፣ ቂም፣ ግብዝና፣ ትዕቢት፣ ቁጥዐ፣ ሕስድና ዝኣመሰሉ ባህርያት ለቢሱ ይግለጽ። ሓደ ካብዚኣ ባህርያት እንተድኣ ረኺብና፣ ደጊመ ክብለን'የ፣ ፍትወት ስጋ፣ ፍትወት ትምኒት፣ ስስዐ፣ ጉርሒ፣ ቅንኣት፣ ቅለት፣ ጽልኢ፣ ጭከና፣ ሻርነት፣ ቂም፣ ግብዝና፣ ትዕቢት፣ ቁጥዐ፣ ሕስድና ዝኣመሰሉ ባህርያት ለቢስና ኣሊና ኮይና ባህርያት እዚ ኣረጊት ሰብ እዩ ቀንጢጥና ክነልግሶ ኣለና ነዚ እዩ ጎይታ ናየሱስ ኣብ ትምህርቱ ናብ ኣፍ ዝኣቱ ንሰብ ኣየርክሶን እዩ፣ ካብ ኣፍ ዝወጽእ ግና ካብ እተበከለ ልቢ ስለ ዝወጽእ ንሰብ የርክሶ ኢሉ ዝመሃር። ነዚ ኣረጊት ሰብ ኣብ መጽሓፍ ቅዱስ ኣብ ሮሜ ሻድሻይ ምዕራፍ ፍቕዲ ሽዱሽተ ክጠፍእ ዝግብኦ ናይ ሓጢኣት ስጋን ክስቀል ዝግብኦ ኣረጊት ሰምን ኣረጊት ሰብን ይብሎ። ክጠፍእ ዝግብኦ ናይ ሓጢኣት ስጋ ክስቀል ዝግብኦ ኣረጊት ሰብ ኢሉ ይጽውዖ። እታ ጥቕሲ ከንብባ እየ ሮሜ ሽዱሽተ ሽዱሽተ እዚ ደጊም ንሓጢኣት ከይግዛእ እቲ ናይ ሓጢኣት ስጋ ኢልዎ ነቲ ኣረጊት ሰብ ምእንቲ ክጠፍእ እቲ ኣረጊት ሰብና ምስኡ ከም እተሰቕለ ፈሊጥና ኣለና ኣብ ሮሜ ሸውዓተ ሽዱሽተ ከኣ ከም ካብኡ ንፍታሕ ሒዙና ዝጸንሕ ሕጊ ይገልጹ። ከምዚ ኢሉ ሕጂ ግና ብኣረጊት ንብረት ፊደል ዘይኮነስ ብሓዳሽ ንብረት መንፈስ ክንግዛእ ካብቲ ሒዙና ዝነበረ ሕጊ ሒዙና ዝነበረ ሕጊ ሞይትና ካብኡ ተፈትሐና ነዚ ኣረጊት ሰብ እዩ ዝገልጾ ዘሎ ኣብ ቀዳማይ ቆሮንቶስ ሓምሻይ ምዕራፍ ሸውዓተን ሸሞንተን ከዓ ከም ካብኡ ክንጸሪ ዝግባእ ኣረጊት ማይ ብሑቕ ይገልጾ ገንሸል ፋስጋና ማለት ክርስቶስ ተሰዊኡ እዩ እሞ ከምቲ ዘይምጹጻት ኰንኩም ሓድሽ ብሑቕ ምእንቲ ክትኰኑ ነቲ ኣረጊት ማይ ብሑቕ ኣጽሪኹም ኣውጽዎ። ስለዚ ብናይ ግርህነትን ሓቅን ብዘይመጸጸ እንጌራ ብዓል ነብዕል እምበር በቲ ኣረጊት ማይ ብሑቕ ወይስ ብማይ ብሑቕ እከይን ሕሰምን ኣይኰነን ኢሉ። ብሩኻት ኣሕዋተይ፣ ዓንተቦ ዘንበብናያ ጥቕሲ ኣብ ካልኣይ ቈረንቶስ ሓምሳይ ምዕራፍ ፍቕዲ ዓሰርተ ሸውዓተ ኸኣ ዝሓልፍ ብሉይ ኢልዎ ኣሎ ነዚ ኣረጊት ሰብ። ስለዚ ሓደ እኳ ብክርስቶስ እንተ ኣልዩ ንሱ ሓድሽ ፍጥረት እዩ። እቲ ብሉይ ኢልዎ ሪኹም እቲ ብሉይ ሓሊፉ ን ሓድሽ ኮይኑ ኣብ ኤፌሶን ሓምሻይ ምዕራፍ ራብዓይ ምዕራፍ ቅሬታ ካብ 22 ክሳብ 24 ከዓ ተቐንጢጡ ዝእለ ኣረጊት ሰብ ምዃኑ ክገልጾ ከምዚ ኢሉ እቲ ቀደም እተመላለስኩምሉ ብትምኒት ትሕተ ዝጠፍእ ኣረጊት ሰብ ቀንጢጥኩም ብናይ ኣእምርኹም መንፈስ ክትሕደሱ እሞ ነቲ ብጽድቅን ናይ ሓቂ ቅድስናን ብመልክዕ ኣምላኽ እተፈጥረ ሓድሽ ሰብ ልበሱ ይብል። ኣብ ቆሎሴ ሳልሳይ ምዕራፍ ካብታ ዘንበብክዋ ንስኻትኩም ነቲ ኣረጊት ሰብ ምስ ግብሩ ቀንጢጥኩም ንሓድሕድኩም ኣይትተሓሳሰዉ ነቲ ምስሊ እቲ ዝፈጠሮ ዝመስል ንፍልጠት ዝሕደስ ሓድሽ ሰብ ዝለበስኩም ኢኹም ይብል። ስለዚ ነዚ ኣብ ግምት እእቲና ብዛዕባ ኣረጊት ሰብ ክብል እየ። ኣረጊት ደገ ቅሬታ ኣረጊት ደገ። እምበኣርሲ ብዛዕባ ኣረጊት ደገ ክንሓስብ ከለና ብዛዕባ እቲ ክንምኮሮ ዘለና ተመክሮ ምቕንጣጥ ኣረጊት ሰብን ምልባስ ሓድሽ ሰብል ኢና ክንሓስብ ዘለና። ኣረጊት ሰብ ተምሳል ይቕሬታ ኣረጊት ደገ ተምሳል እቲ ብዛዕባ ህልውና ኣረጊት ሰብ ምብራህ እንረኽበሉ መንፈሳዊ ደረጃ እዩ። ኣረጊት ደገ ምስቲ ኣብ ውሽጥና ጸኒሑ ግድል ዝኾነና ኣረጊት ሰብ እንጋወረሉ መንፈሳዊ ደረጃ እዩ። እዚ ኣረጊት ሰብ ብውድቀት ኣዳም ኣብ ሓጢኣት እተፈጥረ ኣብ ኩሉ ወዲ ኣዳም ዝጸንሕ ናይ ስጋ ሰብነት እዩ። ሓረጊት ሰብ ብመንፈስ ቅዱስ ክንምላእ ከለና ካባና ይእለ። ጴጥሮስ ኣብ ቀዳማይ መልእኽቱ ካልኣይ ምዕራፍ ቅዲ ዓሰርተ ሓደ ምስ ነፍሲ ዝዋጋእ ትምኒት ይብሎ። ክሳዕ መንፈስ ቅዱስ ተመሊኡ ተቐዲስና ሓራ እንወፅእ ነፍስና ብግራጭ ዝኣረጊት ሰብ እናተጎጤት እያ ትነብር። ኣረጊት ሰብ ኣብ መንፈሳዊ ጉዕዘና ዘጓንፉና ብድሆታት ብዙሓት እኳ እንተኾኑ ከም ኣረጊት ሰብ ግን ዝኸፈኤ ብድሆ ከጓንፈና ኣይክእልን እዩ። ልዕሊ ህላወ ሰይጣን፣ ልዕሊ ስምዒት ገበነኛነት፣ ልዕሊ ካልእ ኩሉ ኣረጊት ሰብ ንሰብ ጸላኢ እዩ። ኣብ ውሽጢ ሰብ ዘሎ ጸላዩ ስለ ዝኽን። ካልኦት ኩሎም ኣብ ደገ እዮም ኣረጊት ሰብ ግን ኣባና እዩ። ኣረጊት እምበኣርስ ኣረጊት ደገ ተምሳል እቲ ምስ ኣረጊት ሰብ ክንነብር ድዩ ክንፈላለ እንውስነሉ መንፈሳዊ ደረጃ እዩ። ኣረጊት ደገ፣ ኣረጊት መንነትና ደርቢና ነቲ ብመልክዕ ጽድቅን ናይ ሓቂ ቅድስናን እተፈጥረ ሓድሽ ሰብ እንለብሰሉ እምበር ምስ ኣረጊት መንነትና እንኣትወሉን እንወጻሉን ደገ ኣይኮነን። መንፈሳውነት ኣብ ደገ ኣባጊዕ ድሒንና። ርኢኹም፣ ደገ ኣባጊዕ ድሒንና። ኣብ ደገ ዓሳ ንኣገልግሎት ተዓጢቕና። ኣብ ኣረጊት ደገኻ ካብ ኣረጊት ሰብ ተናጊፍና እንነብሮን እነገልግሎን ህይወት እዩ። ሓደ መዓልቲ ፌበን ከምዚ ኢላትኒ እቲ ብግርህነታ እንዳተጎድእት እንድያ ከመይ ኢልካ እዩ ጎራሕ ድኽወን ኢላትኒ ኣነ ከኣ ካብ ጎርሒ ክትናገፍ እጸሊ እምበር ጎርሒ ኪለ እያ ሕጂ ፌበን ገርሂ ምዃና ዘይፈልጥ ኮይነ ኣይኮንኩን ግን ሰብ ክፍጠር ከሎሲ ኣብ ውሽጡ ጉርሒ ኣለዎ ክፍኣት ኣለዎ ካብ ኣረጊት ሰብ ዝተቐበሎ ስለዚ ጉርሒሲ ክንኮኖ እንምነዮ ኣይኮነን፣ ካብኡ ክንድሕን ዘሎና እዩ። ትፈልጡ ዲኹም ጎርሓት ድቃስ የብሎም፣ ገርህታት በጥ ኢሎም እዮም ዝድቅሱ፣ ምኽንያቱ ሓላዊ ኣለዎም። ፍቅራት ኣሕዋተይ እቲ ካብ ኩሉ ኣብ ኩሉ እተወልደ ወዲ ኣዳም ዝጸንሕ ኣረጊት ሰብ ዝሓስብ፣ ዝፈቱ፣ ዝደሊ፣ ዝምነ፣ ዝገብር፣ ዝመላለስ ስለ ዝኾነ ኣብ ሰብ ዝነብር ካልእ ሰብ እዩ። ከም ዝሓስብ ክገልጽ እንታይ ኢልዎ መስለኩም? ሓሳብ ስጋ ሞት እዩ ዝብል ኣሎ። ስለዚ ዝሓስብ እዩ። ዝፈቱ ምዃኑ ክገልጽከ ፍትወት ስጋ ኢልዎ ኣሎ። ዝደሊ ምዃኑ ክገልጽከ ድሌት ስጋ ኢልዎ ኣሎ። ዝምነ ምዃኑ ክገልጽከ ትምኒት ስጋ ኢልዎ ኣሎ። ዝነብር ምዃኑ ክገልጽ ዝገብር ምዃኑ ክገልጽ ይቕሬታ እቲ ግብሪ ስጋ ግና ግሁድ ይብል ግብሪ ስጋ ኢሉ ገሊጽዎ ኣሎ። ዝመላለስ ምዃኑ ክገልጽከ ከም ስጋ እንተነበርኩም ይብል። ስለዚ ዝሓስብ፣ ዝደሊ፣ ዝምነ፣ ዝገብር፣ ዝነብር እንተደኣ ኮይኑ ካልእ ሰብ ኣብ ሰብ እዩ። ኣብ ካርቱም እናገልገልና ከለና ሓደ መዓልቲ ብዛዕባ ክፍኣት ኣረጊት ሰብ ክምህር ከለኹ ኣብ ኣጋ ምዝዛም ስብከተይ ሓንቲ ዓባይ ሰበይቲ ቀስ ኢላ ወፂኣ ከደት። ሽዑ ነዊሕ ግዜ ስለ ዝጠፍእት ንሓደ ካብቶም ኣሕዋት ደሃያ እንተ ኣለዎ ሓተትክዎ። ሽዑ እቲ ሓው ዘስደምመኒ መልሲ መሊሱለይ። ስለምንታይ ዘይትመጺ ኢለ ምስ ሓተትክዋ ፓስተርኩም ኣረጊት ሰብ ስለ ዘይፈቱ እየ ገዲፈዮ ኢላትኒ ኢላ ከም ዝመለሰትሉ ኣዘንትዩለይ። ብሩኻት ኣሕዋተይ ከምቲ እታ ሰብ እተረዳ ከምቲ እዛ ዓባይ ሰበይቲ እተረድኣቶ ደኣ ኣይኮነን እምበር ንኣረጊት ሰብ ኣይፈትዎን እየ ኣባይ ዝጸንሕ ዝጠብቀኒ ጸላኣየ ስለ ዝኾነ ካብ ኣረጊት ሰብ ዝዓቢ ጸላኢ ከም ዘይብለይ ተረድኤ ዝነብር መወዳእታ ሓንቲ መዝሙር ኣላትኒ ምኽንያትም ድራሳ ክነግረኩም እየ እታ መዝሙር እንታይ ትብል ዮናስ ካብ መርከብ እምነተይ ርሓቐለይ ትብል መዝሙር እያ ነቢ ዮናስ ስለ ዘይተኣዘዘ እታ ንሱ ገንዘብ ከፊሉ ዝኣተዋ መርከብን ኣብኣ ዝነበሩ ሰባትን ብማዕበል ተናዊጾም ስለዚ ዮናስ ምልክት እዩ ምልክት ዘይምእዛዝ። ከምቲ ዮናስ ኣብታ መርከብ ብምህላዉ እተናወጹ ብህላወ ሓደ ንኣምላኽ ክእዘዝ ዘይኮነሉ ኣረጊት ሰብ ዝበሃል ትስብእቲ እቲ ኣማኒ፣ ካብዚ ናይ ሙት ስጋ መን ኮን እዩ ዘናግፈኒ እናበለ ኣብ ነውጺ እዩ ዝነብር። ብምኽንያት ምእላው ኣረጊት ሰብ ኩሉ ሰብ ነቲ እንተገበሮ ዝባረኸሉ ፍቓድ ኣምላኽ ዘይእዝዝ ፈትዩ ኣይኮነን። ኣብ ውሽጡ ሓዲሩ ሓጢኣት ክገብር ዝድርኾ ሓጢ ባህሪ ዘለዎ ስለ ዝኾነ እዩ። ስም እዚ ሓጥእ ባህሪ ኣረጊት ሰብ ወይ ኣረጊት ስጋ ይበሃል። ስለዚ ነቲ ሰብነት ስጋ ቀንጢጥና እንተ ዘየርሒቕናዮ ነፍስና ኣብ ስቓይ እያ ትነብር። ስለዚ እየ ነዛ ዮናስ ካብ መርከብ እምነተይ ይርሓቐለይ ዘርእስታ መዝሙር ዘሚረ። ትሕዝቶኣ ክነግረኩም። ንዓለም ሓሊፈ ዝረኽባ ሰጊረ ነቲ ናይ ሞት ሩባ ሰማያዊት ናይ ዘልኣለም ዓደይ ክኣትዋ ርሓቕ ካብ መገደይ ዮናስ ካብ መርከብ እምነተይ ውጻእ ናብ ባሕሪ ይርሓቐለይ ሃድየ ክፍጽም መገሻይ ዘልኣለም ክነብር ምስ ጎይታይ ብትምኒት ኣሲርካ ትሕዘኒ ሓጢኣት ንኽገብር ትድርኸኒ ግራጭ ኮንካ ንነፍሰይ ትሳቒ ትሓብለኒ ከይእዘዝ ንሓቂ። እናርኢኻ ንዓለም ምስ ምልኣታ ትዕድመኒ ኺርሕቕ ካብ ጐይታ ኣንደሊጸ ኣብ ሓጢኣት ክወድቕ ብምክሳስ ሕልና ክሳቐ ክጭነቕ ኣብ መዓሙቕ ኣካለይ ሰፊርካ ከምቲ ዮናስ ኣብ መዓሙቕ እታ መርከብ ዝነበረ ከም ፈታዊ ኣብ መንነተይ ሰሪጽካ ንዓይ ከተናውጽ ካብ ኣምላኽ ሃዲምካ ንዓ ደኣ ተደርቢ ዕጫ በጺሑካ መንፈስ ቅዱስ ናባና ምስ መጸ፣ ኣምላኽ ኣብ ሕይወትና ምስ ተገልጸ፣ ንኣረጊት ሰብ ቀንጢጡ ካባና ሓርነት ትዕደል ነፍስና። ዮናስ ካብ መርከብ እምነተይ ውጻእ ናብ ባሕሪ ይርሓቐለይ ሃዲኤ ክፍጽም መገሻይ ዘላለም ክነብር ምስ ጎይታይ እያ ትብል። ካልእ ዘጋጠመኒ ነገር እዩ። ነዛ መዝሙር እዚኣ ክዝምራ ዝሰምዓትኒ ኣደ፣ ዑቕባስላሰን እዚ ወደይንሲ እንታይ እዩ ኣረኺብዎም ፍቕሪ ዘይብሎም? ኢላ ብልባ ሓሰበት። ንኣይ ኮነ ንወዳ ከይትዛረበና ግና እቲ ርክብና ንቡር እዩ ነይሩ። ብሓንሳብ ክንኣቱን ክንወጽእን ትርእየና ነበረት እሞ ሓደ መዓልቲ ግና ነቶም ካልኦት ደቃ፣ ኣርባዕተ ሓሙሽተ እዮም ነይሮም ካብቲ ገዛ ምሳና ዝመላለሱ። እዚ ዑቕባስላሴሲ ክሳዕ መዝሙር ገይሩ ጽልኡ ዝገልጾ ንሓውኹምሲ እንታይ ኮይኑ እዩ ኢላ ሕቶ ኣቕሪባትሎም። እቶም ደቃ ከኣ ስለምንታይ ከምዚ ኢልኪ ኣይጻልኡን እዮም ኣዕሩኽ እዮም ዘለዉ ኢሎምዋ። ሽዑ ንሳ ንምንታይ ደኣ ዮናስ ካብ መርከብ ህይወተይ ረሓቐለ ኢሉ ዝዝምር ኢላቶም። ምኽንያቱ እቲ ወዳ ዮናስ እዩ ሽሙ ነይሩ። ዮናስ ሓወይ ንዓኻ ኣፍቅረካ እየ ሀራይ ብሩኻት ኣሕዋተይ ትምህርተይ ወዲኤ ኣረጊት ሰብ ኣብ ኣረጊት ደገ ምስ በጻሕና ካብኡ ክንፈላለ ዝግባእ ጸላኢና እዩ ሰይጣን ብሓጢኣት ገይሩ ክፍትነና ከሎ ካብ ብደገ ዘላ ሃረር ተብል ኣብ ውሽጥና ዘላ እትምነ ድሌት ተጠቂሙ እዩ። ብዙሓት ኣብ መንፈሳዊ ዛሕሊ ክነብሩ ገይርዎም ዘሎ ካልእ ጸላኢ ኣይኮነን። እቲ ኣብ ውሽጦም ዘሎ ጸላኢም እዩ። ስለዚ ምስዚ ዮናስ እዚ ምስዚ ኣረጊት ሰብ እዚ ኣብዚ ኣረጊት ደገ ዝተምሃርናላ መዓልቲ ክትፈላለዩ እንተደሊኹም ክንጽሊ ግዜ እዩ። ኩልና ንጸሊ። ዝምነ እዩ ዝደሊ እዩ። ዝሓስብ እዩ ዝገብር እዩ ዝመላለስ እዩ እዛ ኣረጊት ሰብ ካብዚ ኣረጊት ሰብ ድሒና ኣብዚ ኣረጊት ደገ ሓድሽ ሕይወት ክትነብር ምእንቲ ንጸሊ። ንዓለም ሰጊረ ዝረኽባ። ሰጊረ ነቲ ናይ ሞት ሩባ። ዘልኣለማዊት ናይ ዘልኣለም ዓደይ። ክወርሳ ርሓቕ ካብ መገደይ ዮናስ ካብ መርከብ እምነተይ ርሓቕ ናብ ባሕሪ ርሓቐለይ ሓዲኤ ክጉዓዝ መገሻይ ዘልኣለም ክነብር ምስ ጎይታይ ኣሜን። እግዚኣብሔር ኣቦ ነመስግነካ ኣለና ሎሚ ድማ ብቓልካ ስለ ዝተዛረብካና ሎሚ ነዚ ጉባኤ ስለ ዝተዛረብካዮ ተመስገን። ደድሕሪ ቓልካ ወጺኻ ክትዓይ መንፈስ ቅዱስ እጽልይ ኣለኹ። ከምቲ ወደይ ዩነ ናቱ ዝበሎ ቀዲሙ መንፈስ ቅዱስ እንተረኪብና እዩ ዘድልየና ኣብዚ ቦታ ስለዚ መንፈስ ቅዱስ ሎሚ ነዚ ንሰብ ፍቃድካ ከይገብር ዝዓግት ሓይሊ ነቂሱ ከውጽኦ ብስም የሱስ እጽልይ ኣለኹ ካብ ኣረጊት ሰብ ነፍሲ ወከፍ ሰብ ክጋላገል እጽልይ ኣለኹ ሓይሊ መንፈስ ቅዱስ ሎሚ ኣብ ኣኼባና ክጽሊ ይጽሊ ኣለኹ ጎይታይ ክሰርሕ ይጽሊ ኣለኹ ሓይሊ መንፈስ ቅዱስ ኣብ ነፍሲ ወከፍ ሰብ ክሰርሕ ይጽሊ ኣለኹ ኣቦ እናባርኽካ ባርኸና ሎሚ ካብቲ ኣብ ውሽጥና ዘሎ ጸላኢና ሓራ ክንወጽእ ጸሊና ኣለና ነቲ ኣብ ውሽጥና ኮይኑ ክፉእ ከነስተንፍስ ክፉእ ክንዛረብ ዝገብረና ጸላኢ ኣውጻልና እሞ ሽዑ ዘረባና ላዛ ክህልዎ ዝሃንጽ ተደለይቲ ክንከውን ምእንቲ መንፈስ ቅዱስ መሊስና ንህይወትና ኣብቲ መሰውእ ነቐምጣ ኣይነልዕላን ድማ ባርኸና ብስም ጎይታና የሱስ ኣሜን